ኣርእስትና ጸሎት እዩ ነዚ ቃል እዚ ኩላና ንፈልጦ ኢና እቲ ኣብ ወንጌል ማቴዎስ 24 ዘሎ ምጽኣት ወይ ራእይ ዮሃንስ ዝብል ክሰምዕ ከሎ ሰብ ካባይ ጀሚርካ ካብ መሰረቱ ቀልጢፉ እዩ ፍርሒ ዝስምዖ ሎሚ ግን ከምኡ ኣይኮነን ምክንያቱ ፍልጠትና እዩ ከምኡ ገይሮ እምበር ከምኡ ኣይኮነን እዚ ህያው ተስፋና ኢና የሱስ ክመፅ እዩ ክንብል ከለና ህያው ተስፋና እዩ ምክንያቱ ቀዳሞት ናይ ኣምላኽ ሰባት ማራናታ እናተባሃሉ እንታይ ዝገብሩ ነይሮም ሰላም ዝበሃሉ ነይሮም በቃ ከምኡ ናበሉ እዮም ሓሊፎም ብምሎም ስለዚ እዚ ቃል እዚ ህያው ተስፋ ናይ ንዓና ማለት እዩ። ስለዚ ምእንቲ ክርደኣና እቲ ሓሳብ ኣብዚ ምስ ስላኡ ካብ ኦም በለስ ተማሃሩ እዩ ዝብል። ብዛዕባ ምስ ስልኡ ካብ ኦም በለስ ክንመሃሮ ዘለና ምእንቲ ክርደኣና እቲ ቃል ነዛ ኦም በለስ ምፍላጥ ከገድሰና እዩ መጀመርታ ማለት እዩ። ነዛ ኦም በለስ መን እያ ንዝብል መጀመርታ ኣገዳሲ እንታይ ማለት እዩ ምስ ስላ ንዝብል ንሓደ ቁምነገር ዝገልጽ ኣብነት ማለት እዩ። ምስላ ማለት ንሓደ ቁምነገር ዝገልጽ ኣብነት እዩ። ስለዚ ኣብቲ ኣብነት ኣይኮነን ዘሎ እቲ ቁምነገር ኣበይ ድኣ ኣብቲ ምስላ እዩ። ስለዚ ነዛ ጥቕሲ እዚኣ ወይ ነዚ ሓሳብ እዚኣ ክንርድኣ እንተኾይንና ነታ ምስላ ተዋሂባ ዘላ ሓሳብ ክንርድኣ ከገድሰና እዩ ማለት እዩ። ሓቂ ጽቡቕ ስለዚ ንምስላ ክትርድኦ ተኽኢልካ ቁምነገሩ ብምልኡ ተረዲእካዮ ኣለኻ ማለት እዩ። ቁም ነገር ናይቲ ሓሳብ ወይ ትሕዝቶ ግን ኣበይ እዩ ዘሎ ኣብዚ ምስላ እዩ ዘሎ ስለዚ ካብዛ ኦም በለስ ክንመሃር ኢና ምክንያቱ ናይዛ ኦም በለስ ምትታዕ ምፍራይ ምልምላም ንዓና ምልክት ናይ ወዲ ኣምላኽ ምምፃእ ስለ ዝኾነ ማለት ኣምላኽ ይመስገን ወንጌል ማቴዎስ እሞ ሰረቱ ክርዳኣና ምእንቲ ብቐጥታ የሱስ ክርስቶስ ብኣፉ ዝተዛረበ ብቃላቱ ዝተዛረበ ኣወድማ ዓሰርተ ዝኾኑ ኣለዉ ንሶም ከኣ ካብ ዮናስ ዝዓቢ ብዝሎ ካብ ሰሎሙን ዝዓቢ ኣብዚ ኣሎ ዝብል ትረኽቦ ኣብዞም ክልተ እዮም ተኣሲረን ዝርከባ ወንጌል ማቴዎስ ከነንብባ ከለና ኣብዘን ክልተ እዩ ምክንያቱ ወዲ ኣምላኽ ሞይቱ ተሲኡ ዓሪጉ እዩ ከምኡ ከኣ ኣብ ከብዲ ምድሪ ኸዓ ሰለስተ መዓልቲ ከም ዝገበረ ቃል ኣምላኽ ነገረና። እቲ ጥበብ ኣምላኽን ጽድቂ ኣምላኽን ዝኾነና ኸዓ ካብ ሰሎሙን ዝዓቢ ድማ ኣብኡ ስለ ዘሎ ማለት እዩ። ኣምላኽ ይመስገን። ኣሜን። ስለዚ ወንጌል ማቴዎስ ብክልተ ዓይነት ኣገባብ እዩ ተጻሒፉ ንረኽቦ ማለት እዩ። ወይ ከዓ ክልተ ትንቢታዊ ነገር ኣሎ። ቀዳማይ ወንጌል ማቴዎስ ኣብ 21 ምዕራፍ እንተርኢና ጥቕስ 18 ክሳዕ ዕስራ ከምዚ ዝብል ኣሎ መእተዊ ኢና ንገብር ዘለና ድሓር ናብቲ ሓሳብና ክንከይድ ኢና ወንጌል ማቴዎስ ምዕራፍ ዕስራን ሓደን ካብ ዓሰርተ ሸሞንተ ክሳዕ ዕስራ ንግሆ ናብ ከተማ ክምለስ ከሎ ድማ ጠመየ ኣብ ጥቓ መገዲ ድማ ሓንቲ ኦም በለስ ርዩ ናብኣ ኸደ ቆጽሊ ጥራይ እምበር ሓንቲ እኳ ኣይረኸበላን እሞ ደጊም ኣባኺ ንሓዋሩ ፍረ ኣይፍረ በላ። እታ ኦም በለስ ብኡብኡ ነቐጸት። ደቂ መዛሙርቱ ርእዮም እዛ ኦም በለስ ከመይ ኢላ ሕጂ ንሕጂ ነቐጸት ኢሎም ተገረሙ ይብለና። እዚ ዝነግረና ብቐጥታ ማለት እዩ ነየናይ እዩ ዘመልክት? ነታ ኦም በለስ ምስ ረገማ ናይታ ቤት መቐደስ ብፍላይ ከኣ ንህዝቢ እስራኤል ዘመልክት ግብራዊ ኣብነት እዩ። እዚ ኣብ ዕረ ኣብ ምዕራፍ ዕስራን ሓደን ንረኽቦ ዘለና ጥቕሲ ዓሰርተ ሸሞንተ ብቐጥታ ነታ ኣብ ቤት መቕደስ ወይ ከዓ ብፍላይ ንህዝቢ እስራኤል ዘመልክት እዩ። እዛ ኦም በለስ ግዜ ኣለዋ ካበይ ጀሚረ እያ እናጠጥዐት እናፈረየት እናለምለመት ትመፅእ ዘላ ናበይ ገፃ እያ ንዓናኸ እንታይ ዓይነት ምልክት ትህበና? ምክንያቱ ናይ እግዚኣብሔር ኣምላኽ ሰሌዳ ክንፈልጦ ኣለና ማለት እዩ። ምክንያቱ እግዚኣብሔር ብውጥን ስለ ዝሰርሕ ማለት እዩ። ሎሚ ዜናታት እንተ ንከታተል ኮይና ብዘሎ ኣብ ማእከላይ ምብራቅ ተባሒጡ ኢና ንረኽቦ ኩሉ ዜና እስራኤል ዘይብላ የላን ሶርያ ሊባኖስ ዝብል ብምሉእ ኣብ ማእከላይ ምብራቅ ዘሎ እዚ ንዜናታት ዓለም ብሒትዎ እዩ ዝርከብ እንታይ እዚ ምልክት እዩ ኣብ ዝሓለፈ እዋን እየኹም'ዶ ተኺልኩም? ካብ ኮሮና ቅድሚ ክልተ ዓመትን ገለን ሰለስተ ዓመት ኮሮና ዝብል መጺኡ እዩ። እሱ ከነንብቦ ኢና ደሓር መብርሂ ኮነና። ምልክታት እዩ፣ ብዙሕ ዓይነት ምልክታት እዩ ዘለና። ናይ ታርኪ ድማ ዝሓለፈ እዋን ርኢናዮ ኢና፣ እቲ ምንቅጥቃጥ ምድሪ ዝነበረሉ። ከምኡ እውን ኣብ ዝሓለፈ ሰለስተ ወርሒ ዜና ዝነበረውን ናይ ሩባ ኤፍራጥስ እንታይ ምንባሩ ርኢና ኢና። ሩባ ኤፍራጥስ ማለት ኩሉ እቲ ናብኡ ዝኸይድ ሩባ ማይ ደሪቑ ኢና ዜና ሰሚዕና ዘለና። እንታይ እዩ ምልኩት እንተይልና ሓደ መገዲ እዩ ዝኸፍተሉ ንሱ ድማ ምምጻእ ናይ ወዲ ኣምላኽ ማለት እዩ። ስለዚ ኣብዚ ኩሉ ምልክታት ግን ቀንዲ ምልክት ትኾነና ሕጂ ግን ኦም በለስ እያ ማለት እዩ። እስራኤል እምበኣር ምልክት ጥራይ ኣይኮነትን፣ እስራኤል ምሳሌ እውን እያ።

ኣሜን ስለዚ መወዳእታ ገጽዕዮ ኣምላኽ እንታይ እዩ ተይልና ምስሉ ካብ ኦም በለስ ተማሃሩ መወዳእታ ገጽዕዮ ኣምላኽ ዝበጽሖ መወዳእታ ናይ ዕዮ ኣምላኽ እቲ ሰሌዳ ተጀሚሩ ኣሎ ናይ እግዚኣብሔር ኣብ ሓደ ዕዮ ድማ በፂሑ ኣሎ ኣበይ ዕዮ ከም ዝበፅሐ ንፈልጥ ግን እቲ መወዳእታ ገፅ ዕዮ ኣምላኽ ግን ምስላኡ ካብ ኦም በለስ ተምሃሩ ዝብል እዛ ኦም በለስ እዚኣ ምስላ ናይ መን እያ ናይ እስራኤል እያ እስራኤል ከኣ ምስላ ናይ መሓውር እያ የሱስ ጎይታ እዩ። ስለዚ ማሕበር ኣምላኽ እያ ማለት እዩ እንተ ምስላ ካብኦም ገለ ዝተምሃሩ መወዳእታ ገጽ እዩ ኣምላኽ ድማ ኦም በለስ እንተደኣ ኢልና መወዳእታ ገጽ ዕዮ ኣምላኽ ማሕቡር እያ። ይርደኣና ኣሎ ምሽ ኩላህና ጽቡቅ ኦም በለስ ዝብል ቃል ኣምላኽ ከነንብብ ምስ ጀመርና ነርባዕተ ነገር ዝውክል ኮይኑ ንቕሎ ኮይና ቀዳማይ ንህዝቢ እስራኤል ካልኣይ ንምድሪ እስራኤል ሳልሳይ ንቤት መቅደስ እስራኤል ራብዓይቲ ንከተማ የሩሳሌም ነዘን ኣርባዕተ ነዛ ኦም በለስ ወኪላ ክንረኽባ ኢና ክደግሞ እዛ ኦም በለስ ብሽሕን ትሽዓተ ሚእትን ኣርብዓን ሸሞንተን ከም ሃገር ከም ዝተመስረተት ታሪኽ ይነግረና ስለዚ ምድሪ እስራኤል ተወዲያ ተፈጺሙ ህዝቢ እስራኤል ከ ካብ ፈቐድኡ ከምቲ ኣብ ኢሳያስ ዝብለና ንሰሜን ንዓ ንደቡብ ከዓ ኣይትኽላ ኢለ ክእዝዝ እየ ዝብል ቃል ካብ ፈቐድኡ ተኣኻኺቦም ድማ ናብ ሃገሮም ከም ዝመፁ ታሪኽ ይነግረና ስለዚ ምምጻእ ናይ ወዲ ኣምላኽ ኣብ ኣብ ቤት እዩ ዘሎ ካብ ሙሉእ ዕዮ ናይ እግዚኣብሔር ኣምላኽ ሲ ሰለስተ ርብዒ ተወዲኡ ሓደ ርብዒ ንፅበ ኣለና የሱስ ጎይታ እዩ ስለዚ ነዛ ኦም በለስ ተዳ ተረዲእናያ ናብቲ ዋና ኣርእስትና ሕጂ ንምፃእ ንሱ ድማ ወንጌል ማቴዎስ ምዕራፍ 24 ዳስ 32 ንበብ እዚ ምስልኡ ካብ ኦም በለስ ተመሃሩ ዝብል ኣብ ጥቕሲ ሰለስተ ዘሎ እንድሕር ርኢና፣ ኣብ ደብረ ዘይቲ ተቐሚጡ ከሎ ደቂ መዛሙርቱ ብሕት ኢሎም እዚ መዓስ ክኸውን እዩ ትምህርቲ ምምጻእካን መወዳእታ ዓለምንከ እንታይ እዩ እስኪ ንገረና እናበሉ ናብኡ ቀረቡ። እዚ ሕቶ እዚ ምስ ሓተትዎ እዩ ኣብ ደብረ ዘይቲ ከሎ ደይቡ ከሎ እቲ መልሲ ዝምልሰሎም ዘሎ። እንታይ ኢሉ መሊሱሎም? ጥቕሲ ሰላሳን ክልተን ምስላኡ ካብ ኦም በለስ ተመሃሩ፣ ጨናፍራ ምስ ለምለመ፣ ቆጽላ ውን ምስ ተክዐ፣ ክረምቲ ከም ዝቐረበ ትፈልጡ ኢኹም። ከምኡ ድማ ንስኻትኩም እዚ ኩሉ ምስ ረኤኹም ናብ ኣፍቤት ምቕራቡ ፍለጡ። እዚ ሕቶ ምስ ተሓተተ ጎይታ ዝምልሰሉም ዘሎ ድማ እታ ኦም በለስ ጥራይ ተኣኽለኩም እያ ምልክት። ነዚኣ ክትዕዘቡ ተጀሚርኩም ወዲ ሰብ ድማ ኣብ ኣፍቤት ከም ዝቐረበ ክትፈልጡ ክትጅምሩ ኢኹም እዩ ዝብሎም ዘሎ ኣናዛራቢ። ኣምላኽ ይመስገን። ስለዚ ኣብ ከባቢና ብፍላይ ኣብ ዓለም ዘሎ ኩሉ ዜናታት እንተርኢና ናይ መጠንቀቕታ ደወል ኢና ዓና ማለት እዩ ኣብ ጥቕሲ ሽዱሽተን ሸውዓተን ናይቲ ምዕራፍ እንተርኢና ከምዚ ይብል ውግእን ወረ ውግእን ክሰምዑ ኢኹም ረኣዩ ኣይትሰንብዱ እዚ ኩሉ ክኸውን ብግዲ እዩ ግናኸ መወዳእታ ገና እዩ ህዝቢ ናብ ህዝቢ መንግስቲ ውን ናብ መንግስቲ ክለዓል እዩ ኣብ በቦትኡ ድማ ጥሜትን ፌራን ምንቅጥቃጥ ምድርን ክኸውን እዩ እዚ እንታይ እዩ እዚ ምስ ረኣኹምሲ ኣይትሰንብዱ ወዲ ኣምላኽ ኣብ ኣፍ ቤት ከም ዝቐረበ ፍለጡ። ምልክታት እዩ ብጀካ እቶም በለሲ ካልእ ምልክት እዩ ዝነግረና ዘሎ። ውግእ ወረ ውግእ፣ ፌራ፣ መንግስቲ ኣብ ልዕሊ መንግስቲ ክለዓል ዝብሉ ምልክታት እዩ ዝነግረና ዘሎ ማለት እዩ። ፌራ ኣብ ዝሓለፈ ሰለስተ ዓመት ከምዚ ዓዲ ናብ ኢልና ፀናሕና ነጊረኩም ነይረ ብሓደ ቫይረስ ንዘለዓለም ኮፍ ኣቢሏ። መራዕቲ፣ ሓለፍቲ፣ እዚ ኩሉ ናይዞም ኤውሮጳውያንን ርሑቕ ምብራቕን ዘለዉ ኣጽዋር ከማን ነዚ ኮሮና ዝበሃል እንታይ ክገብሮ ኣይከኣለን፣ ክስዕሮ ኣይከኣለን። ንኹሉ ብሓንቲ ግዜ ኮፍ ኣቢሉ። ምኽንያቱ ክርደኣና ኣለዎ ምልክት እንተ ኢልና እንታይ ዓይነት ምልክታት እናተዓዘብና ኢና ንመጽእ ዘለና ብቐጥታ ምስ ምምጻእ ወዲ ዮስ ወዲ ኣምላኽ ከነተሓዞ ክንክእል ኣለና ምንቅጥቃጥ ምድሪ እንድሕር ርኢና ኣብ ቱርኪ ዝተገብረ ብዲግሩ ናቱ እቲ ዝዓበየ እዩ ዜናታት ሰሚዕሞ ትኾን እዮም ዝሓለፈ ወርሒ ብፍላይ ኣብ ከተማ ኤፌሶን ዝተገብረ ዋላ ብዙሓት ዝሞትሉ ከባቢ ኣርባዓን ሸውዓተን ሽሕ እዮም ሞይቶም። ማሕበር ኤፌሶን ኣብ ራእይ ዮሃንስ ንረኽባ ኢና ነታ ቀዳመይቲ ፍቕሪ ኸኣ ስለ ዝሓደግካያ ለተቃዋም ኣንዴርካ ድማ ኣነ ካብ ስፍሩ እንተ ኣኸብሬ ኣብዚ ሕጂ እዋን ከተማ ኤፊሶን የላን ኩሎም ናይ ሞስሊም ኣመንቲ እዮም ኣብኣ ከይኩም እቲ ዜና ዝተገብረ እንድሕር ሪኢኹሞ ክሳዕ ክንዲዚ ከም ዝሞቱ እቲ ዝነበረ ዜና ወይ ከዓ ዝሓለፈ ትማሊ ይነግረና ማለት እዩ ሳልሳይ ድማ ሩባ ኤፍራጥስ ሂብና ዒና ነርና ሩባ ኤፍራጥስ ማለት እቲ መወዳእታ መጀመርታን ናይ መወዳእታን ናይ ወዲ ሰብ መዛዘም እዩ ወዲ ሰብ ኣብ ሩባ ኤፍራጥስ ተፈጢሩ መወዳእታ ህይወቱ ድማ ኣብ ሩባ ኤፍራጥስ እዩ ዝውድእ እግዚኣብሔር ንኣዳምን ሔዋንን ኣው ኣብ ሩባ ኤፍራጥስ ኣብ ገነት ኤደን ምስ ፈጠሮም መወዳእታ ውግእ ኣርማጊዶን ከኣ ኣብኡ እዩ ዝግበር። ክግበር እንተ ዀይኑ ሕጂ ሩባ ኤፍራጥስ ክደርቕ ኣለዎ ማለት እዩ። ኣብ ዝሓለፈ ሰለስተ ወርሒ ድማ ደሪቑ ክነቅዕ ከም ዝጀመረ ዜና ይነግረና። ካብዚ ዝዓቢ ምልክታት የለን። ንዛ ኦም በለስ ጎኑ ጎኑ እናኸደ ብዙሕ ዓይነት ምልክታት ኢና ንርኢ ዘለና። ይርደኣና ኣሎ ምሽ ኣምላኽ ይመስገን። ግን እዚ ኩሉ ምስ ርኢኹም ዝብል ኣብ ጥቕሲ ሽዱሽተን ሸውዓተን ዘሎ ነቲ ኣብ ጥቕሲ ሰላሳን ክልተን ዘሎ እንታይ ዝብል ኣብ ኣብ ቤት በፂሑ ዝብል እዩ ዘዘክረና። እዚ ኩሉ ምስ ርኤና እዚ ነቲ ኣብ ጥቕሲ ሰላሳን ክልተን ዘሎ ወንጌል ማቴዎስ ወዲ ኣምላኽ ኣብ ኣፍ ቤት ከም ዝበፅሐ ይነግረና ማለት እዩ። ኩሉ ክንርኢ ከለና ሲ መወዳእታ ኣፍ ቤት ማለት እኳ ኣብ ኣፍ ደገ እቲ ቤት ማለት እዩ ሓቂ ወይ ናብ ኣፍ ደገ እቲ ማዕፆ እዚ ኩሉ እናረኣና ክንመፅእ እንተኽኢልና ወይ ከዓ ተጀሚርና ወዲ ኣምላኽ ኣብ ኣፍ ቤት ከም ዝበፅሐ ይፈልጥ ንዑ ይነዘክር ማለት እዩ ኣብ ጥቕሽን ሸን ሸውዓተን ዘሎ ስለዚ ጎይታ ናብ ኣየር ዝመፀሉ ቀሪብ እዩ ጎይታ ናብ ኣየር ዝመፀሉ ቀሪብ እዩ ስለዚ መወዳእታ እንታይ እዩ እቲ ኣቐዲምና ዝበልናዮ ሓጎሰይ ብልዐይ ተልእኾይ ዝብል ብቐጥታ ምስ ምድሓን ሰብ ወይ ከኣ ብቐጥታ ምስ ሰብ ዘተሓሕዝ ጎይታ ሲምፕል ዝኾነ ጎይታ ኣብዛ ምድሪ ዝነበሮ ተልእኾስ ካልእ ኣይነበረን። መላእኽቲ መጻሕፍቲ እዛ ዓለም እዚኣ እኳ ተጻሒፎም ዚኣ ክብልዎ ክነሱ እተን ዝተዛረበን ቀለልቲ ቃላት ዝመስላ ግን ኣገደስቲ ሓጎስ ትብል ሎሚ በየናይ ንሕጎስ ኣለና ብዙሕ እዩ። ግን ኣብ ሰማይሲ ብምድሓን ሓንቲ ነፍሲ ዓቢ ሓጎስ ይኸውን እዩ ዝብለና። እቲ ጎል ናይ የሱስ እዚ እዩ ነይሩ፣ ናብ ሰብ ዘተኮረ። ብልዐይ ዝብል ዝማሬ ጎይታ ዘይትበልዕ ኢሎም ኣብ ራብዓይ ምዕራፍ ወንጌል ዮሃንስ እሚ ኣይትበልዕ እንዲ ምስ በልዑ ብልዐይ ነዚ ቃል እዚ ሰሚዖም ዝገብርዎ እዩ። ንሱ ድማ ምድሓን ናይታ ሳምራዊት ሰበይቲ እዩ። ከይዳ ንሰማርያ ምሉእ ዕትሮኣ ገዲፋ ብዛዕባ እቲ ዝተገብረላ ክነግር ጀመረት። ተልእኾ ተልእኾ ከኣ እቲ ዝበልኩኹም ቀዳማይ ከምቲ ኣነን ንስኻን ሓደ ዝኾንናዮ ንሳቶም ድማ ምሳና ሓደ ምእንቲ ክኾኑ እዚ እቲ ናይ መወዳእታ ተልእኾ ናይ የሱስ እዩ። ብሓድነት ማሕበሩ ብሓድነት ማሕበሩ ብዘይዕጣን ምስሓት መቅብ ዘይብላ ገይሩ ንተቃውማ ርእሱ ኣብ ክንዲ ኣብ በጃ ሃበይዝ ነዚ እቲ መወዳእታ ተልእኾ ይርዳና ኣሎ ኣምላኽ መስገን ስለዚ ናብ ኣየራት ዝመፀሉ ቀረባ እዩ። ስለዚ ሕብረትና ከነስተኻኽል ይግብአና። ሕብረት ምስ መን? ምስ ኣቦ፣ ሕብረት ምስ ወዱ፣ ሕብረት ምስ መንፈስ ቅዱስ ዘለና ከነስተኻኽሎ የድልየና። እዚ ዘለናዮ ናይ ምድላው ጊዜ ማለት ኣምላኽ ይመስገን። ስለዚ ዘመን ናኸፍኣ እዩ ደኣ እምበር ዝመጽእ እናጸበቐ ኣይመጽእን እዩ። ቃል ኣምላኽ ከምኡ እዩ ዝብለና። ኣብ ዝሓለፈ ፓስተር የካፍለና ነይሩ ናይ ካልኣይ ጢሞቴዎስ ሳልሳይ ምዕራፍ ዘሎ ዳሕረዎት መዓልታት ዝብላ ኣብኡ ኣለዋ። በተን ዳሕረዎት መዓልታት ማለት ኣብቲ ናይ መጨረሻ ዘመን ማለት እዩ። ኣበን ዓሰርተ ሸሞንተ ነገራት ብቐጥታ ምስ ባህሪ ሰብ ዝተሓሓዛ ኣለዋ። ንሰን ድማ እንታይ ይብላ? ፈተውት ርእሶም ክኾኑ እዮም ትብል ኢላ እያ ትጅምር። ኣብቲ መወዳእታ ዘመን መጨረሻ ዘመን ሲ ፈተውት ርእሶም ክኾኑ እዮም። ካብ ንኣምላኽ ምፍቃርሲ ኣዕዚዞም ተድላ ዝፈትዉ ኢለ እያ ትውድእ። እዚኤን ዓሰርተ ሸሞንተ ነጥብታት ኣለዋ፣ ብቐጥታ ምስ ባህሪ ሰብ ዝተሓሓዘ። ሰባት ከምዚ እናኾኑ ክመጹ ክትርእዮም ከለኻስ ምስዛ ኦም በለስ ጎኒ ጎኑ ምልክታት እዩ። የሱስ ወዲ ኣምላኽ ኣብ ኣፍ ቤት ከም ዝበጽሐ ትፈልጥ ስለዚ ዓለማውያን እዚ ኣብ ዓለማውያን ባህሪ ጥራይ ኣይኮነን ዘሎ ኣብ ውሽጢ ቤት ኣምላኽ ኢና ንረክቦ እዚ ዓሰርተ ሸሞንተ ነጥብታት ብኸምኡ ኢና ሕጂ ሕብረትና ከነስተኻኽል ዘለና ናይ የሱስ ጎል ምምፅኡ ዝበልኩም እዩ ተልእኾ ንሱ ድማ ከምቲ ኣነ ንስኻን ሓደ ዝኾነ ንሕና ድማ ንሶም ድማ ምሳና ምሳና ሓደ ምትኾኑ ዝብል ቃል ስለዚ ሕብረትና ከነስተኻኽል ኣለና። ከፍርሐና ዘሎ የሱስ ምምጽኡ ኣይኮነን ወይ እዚ ጥቕሲ ስለ ዝተነበበ ኣይኮነን። ሕብረትና ከመይ ይህሉ እዩ ከሰክፈና ዘሎ ማለት ምስ መን? ምስ ኣቦ፣ ምስ ወዲ፣ ምስ መንፈስ ቅዱስ። ኣምላኽ ይመስገን። ስለዚ እምበኣር እዚ ዝረኣናዮ እውን ሓደ ቋንቋ እዩ ማለት እዩ። ቋንቋ ኣምላኽ ወዲ ኣምላኽ ናብ ኣፍ ቤት ከም ዝበፅሐ የርእየና ደቂ ሰብ ከምዚ እናኾኑ ክመጹ ከለዉ በቶም ትውርሶም ዝኾኑ ካብ ናይ ኣምላኽ ምፍቃድ ኣዝዮም ንገዛእ ርእሶም ዝኾኑ ተድላ ዝምነዩን ዝፈትዉን ናኾኑ ክመጹ ክትርእዮም ከለኻ እዚ ምልክት እዩ ኣብ ከምዚ እዋን እንታይ ኢኻ ክትከውን ዘለካ ዝብል ናይ ተጠንቀቕ ደወል የመሓላልፈልና ማለት እዩ። ኣምላኽ ይመስገን። ስለዚ ቤተ ክርስቲያን ንጎይታ ንምቕባል ብህያው ኣማን ዝተነድቀት እያ። ደግመ ስለዚ ቤተ ክርስቲያን ንጎይታ ንምቕባል ብህያው ኣማን ዝተሃንጸትን ዝተነድቀትን እያ። ናብመን ናብቲ ህያው እዚ ዘለናዮ ህንፃ እዩ መእከቢ ናይ ቅዱሳን እቲ ሓቀኛ ቤተ ክርስቲያን ግና ብህያው ኣእማን ዝተነድቀት እያ እቶም ህያዋን ኣእማን ድማ ኣነን ንስኻልኩምን ወይ ከዓ ነፍሲ ወከፍ ናይ ህይወትና ነፀብራቅ እዩ ማለት ኣምላኽ ይመስገን ንሕና ህያዋን ኣእማን ናበይ ኢና ንእከብ ናብቲ ህያው እምኒ ኣብ ኢሳያስ ኣርብዓን ሸዓተን እንተ ደኣ ኣንቢብኩም ኣብኡ ክልተ እስራኤል ክትረኽቡ ኢኹም ክልተ እስራኤል ዝብል እቲ ቀዳማይ እስራኤል ኣካቢ፣ እቲ ካልኣይ እስራኤል ከኣ ተኣካቢ እዩ። ስለዚ እቲ ቀዳማይ እስራኤል ነቲ ካልኣይ እስራኤል ምእንቲ ክእክቦ ባርያይ ምዃንካ ዝንዓይስ ውሑድ እዩ ዝብል ቃል ንዕቅ። ኣብዚ ማለት ዖሚ ንሕና ህያዋን ኣእማን ናብቲ ህያው እምኒ እናተኣከብና ናብኡ እናጠመትና ኢና ብሕብረት ንዓይ። ስለዚ ሕብረትና ናወቦን ወድን መንፈስ ቅዱስ እዩ ስለዚ ብሩኻት ሎሚ ናይ መጠቃታ ደወል እዚ ግዜ ናይ መወዳእታ ዘመን እብ ሰላሳ ሸውዓተ ነንባ ኣርእስና ከም ዝበልኩኹም ማቴዎስ ምዕራፍ 24 ቁጽሪ ሰላሳን ሸውዓተን ከምዚ ትብል፣ ከምቲ ብዘመን ኖህ ዝኾነ ምጽኣት ወዲ ሰብ ከኣ ከምኡ ከምኡን እዩ። ከምቲ ብቕድሚ ማያሂ ዝነበረ ክሳዕ እታ ኖህ ናብ መርከብ ዝኣትወላ መዓልቲ ይበልዑን ይሰትዩን የእትዉን የተኣታትዉን ነበሩ እሞ ይብል። ስለዚ ቁጽሪ ሰላሳን ሸውዓተን ከምቲ ብዘመን ኖህ ዝኾነ ምጽኣት ወዲ ሰብ ከምኡ ክኸውን እዩ። እንታይ እዩ ኮይኑ መዘመኖ ምፍላጥ የድልየና እዩ ማለት እዩ። ዘመኖ ቀዳመይቲ ዓለም ተባሂላ ተጻሒፋ ዘላ ወይ ከዓ ጴጥሮስ ከም ቀዳመይቲ ዓለም ነታ ቀዳመይቲ ዓለም እኳ ካብ ዘይንዓፋ እዩ ዝብል መልእኽቲ ጴጥሮስ ካልኣይ ጴጥሮስ ክልተ ሓሙሽ ነታ ቀዳመይቲ ዓለም እኳ ካብ ዘይንዓፋ እንታይ ዘመኖ ስለዚ ቀዳመይቲ ዓለም ንትምህርትና እያ ተፃሒፋ ማለት እዩ ልክዕ ከምዚ ቦታ ዝምስሎ መለበሚ ይግበርካ መለበሚ ድማ ኣየኽላካ ስለዚ ቀዳመይቲ ዓለም ብንፁር ክንፈልጣ እንድሕር ክኢልና ኣብቲ እዋን ዝነበሩ ደቂ ሰባት ልክዕ ከምዚ ንሕና ንነብሮ ዘለና ከምኡ እዮም ዝነበሩ ይበልዑ ይሰትዩ ማሕበራዊ ናብሮኦም ከዓ ይገብሩ ነይሮም ከምዚ ንሕና ንገብሮ ዘለና ልክዕ ከምኡ እዩ ስለዚ ምምፃእ ወዲ ሰብ ድማ ልክዕ ከምቲ ብዘመን ኖህ ዝነበረ ከምኡ ኸውን እንታይ ከም ዝኾነ ሕጂ ንርኢ ኢና ኣብ ዘመን ኖህ እንታይ ኮይኑ እንተይልና ሓጢኣት ኣብ ጥርዙ በፂሕሉ ዝነበረ ሓጢኣት ሲ ኣብ ጥርዙ እዩ በፂሑ ኣሜሪካን ኢስራን ሓሙሽተን ሃገራት ኤውሮጳን ድሕሪ ሪናያን ዝሕጂ እዋን ንግብረ ሰዶም ኣብ ሕጊ መንግስተን ኣቑሞንኦ ዘለዋ ከም ሕጋዊ ወይ ከዓ ከም ቅቡል ግቡእ ኢለን ወሲዶንኦ ዘለዋ ንምንታይ ንግብረ ሰዶም ዕስራን ሓሙሽተን ሃገራት ኤውሮጳን ከምኡ ከኣ ኣሜሪካ ኣብ ዘመኑ እንታይ ነይሩ ሓጢኣት ኣብ ጥርዙ በጺሑ ስለ ዝነበረ ነታ ቀዳመይቲ ዓለም ብማይ ኣየኸትፋ እግዚኣብሔር ምስ ኖህ ተዘራሪቡ ማለት

ካብ ምዕራፍ ሓደ ድሕሪ ኬድና ኦሪት ዘፍጥረት ክሳብ ሰላሳን ሓደን ብሽም የሱስ ከምኩበ ኣምላኽ ከኣ ዝገበሮ ዘበለ ኩሉ ረኣየ እንታይ ገይሩ ርዩ ዝገበሮ ኩሉ እንሆ ብዙሕ ጽቡቕ ኮነ ምሸት ኮነ ንጌሓት ኮነ ሳልሰይቲ መዓልቲ እንታይ ኮነ ብዙሕ ጽቡቕ ኮነ ንምድሪ ክርያ ከሎ እቲ ቀዳማይ ምዕራፍ ጽቡቕ ከም ዝኾነ ይርእዋ ኣብ ሻድሻይ ምዕራፍ ከኣ ብኸምዚ ርእይዋ፣ ጥቕሲ ዓሰርተ ሓደን ዓሰርተ ክልተን፣ ምድሪ ኸኣ ኣብ ቅድሚ ኣምላኽ ተባላሽያ ነበረት፣ ምድሪ ድማ ብዓመጻ መልኣት፣ ስጋ ዘበለ ዅሉ መገዱ ኣብ ምድሪ ኣባላሽዩ ነበረ እሞ፣ ኣምላኽ ከኣ ንምድሪ ረኣያ፣ እንታይ ገበራ? ረኣያ፣ እንሆ ድማ ተባላሽያ ነበረት እዩ ዝብል። ኣብዚ ምስ በጽሐ፣ ኖኖ ሽዑ ኸርእዮ ጀሚሩ። ሓደ ራእይ ኸርእዮ ጀሚሩ። ኖህ ነቲ ንኻልኦት ዘይተረኣየ ራእይ ምስ ረኣየ ማለት እቲ ገና ዘይተረኣየ ራእይ ምስ ረኣየ ንምድሓኑ ትኸውን መርከብ እንታይ ገበረ እዩ ዝብለካ ብእምነት ኣዳለወ ካልኦት ዘይረኣይዎ እቶም ምስ ዝነበሩ ዘይረኣይዎ ንምድሓኑ እትኸውን መርገም ግና እግዚኣብሔር ስለ ዝረኣዮ ርእዩ ከነብቦ ኢና ብጥቕሲ ሰላሳን ሸሞንተን ኖ ንማይ ወይ ንዝናብ ንማይ ኣይይ ዝፈቶ ቅድሚ ማይ ርኢ ይፈልጥኒ ኣብ ሊብ ሞለ ትፈልጡ ተኾኑ እዚ ኖ ንማይ ኣይፈልጦን እዩ ንማይ ኣይ እዩ ዝፈልጦ ሸዓ ናይ መጀመርታ ናይ መወዳእታ ናይ ርእዩ ንዘይፈልጦ ራእይ ግንሲ ብእምነት ተቐቢሎ እቲ ናይ ብሓቂ ዘገርም ኣብዚ እዩ፣ ናይ ኣምላኽ ሰብ ዘብሎ ሓቀኛ እምነት እዩ ነይርዎ። ኖህ ንዘይፈልጦ ማይ ተላልይዎ ንዘይፈልጥ ብማይ ኣይ ነታ ቀዳማይ ዓለም ንኸጥፍኣ እዚ ተቐቢልዎ ከም ዘሎ ኣይገርመኩምን?

ኩሉ ሰብ ጹሉል እናበለካ ንስኻ ከኣ በቃ ናይ ጹሉላት ስራሕ እናሰራሕኻ ነቲ ኣምላኽ ዝበለካ ስራሕ ትገብር። በቃ ዕሽነት እዩ መንፈሳዊ ነገር ዕሽነት እዩ። ነቲ ዝረኣኻዮ ኢኻ ትነብር እሞ ንዘይፈልጦ ማይ ተዳልይዎ ዘይፈልጥ

ሰብ ኣለዶ ኢልኩም ትሓስቡ? ጎይታ ክመጽእ እዩ ምክንያቱ ዕዮና ኩሉ ንጥፈታትና ሲ መወዳእታ ኣምልኾና ስብከታትና ትምህርትና እንተዘመርና ኩሉ መወዳእታስ ንምቕባል ወዲ ኣምላኽ ዘዳሉ መወዳእታ ናበይ ንምቕባል ንጎሞ ብመንጽር እዚ ንዓየና ወይ ብመንጽር እዚ ኣእምሮና ሓሳብና ራእይና ዕዮና ዝተኣስረ እንተዘይኮይኑ ስኢንና ኢና ንዓይ ነገር ስለዚ ናይ ሓቂ ጎይታ ክመፅእ እዩ ዝሓስብ ሰብ እንድሕር ኣሎ ኮይኑ ምድላዋቱ ከምዚ ሕጂ ዘለና ኣነ ንስኹምን ኣይኮነ ምድላዋቱ ከምዚ ሕጂ ኣነ ንስኹም ዘለና ኣይኮነ ባእሲ ምፍልላይ ቂምታ ብዙሕ ኣብ ቤት ኣምላኽ ውሽጢ በቃ በቃ መቑፀሪ የብሉ ካብታ ሓንቲ ሴት ትበሃል ሓዳር ጀሚርካ ክሳዕ ምእካብ ናይ ኩልና ምክንያቱ ዳግመ ግምት ክንገብረሉ ኢና ማለት እዩ እንተ ናይ ብሓቂ ጎይታ ይመፅእ ኣሎ ኢና ድሕር ዓሲብና ዘለና ነገርና ኩሉ ዳግመ ግምት ከድልየ ምክላስ ከድልየ ማለት ብኸምኡ ኮይና ብዙሕ ግዜ ስብከታት ዘይንርኢ ዘለና ብዛዕባ ምጽኣት ብዛዕባ ምጽኣት መዝሙራትና ይኹን ስብከታትና ይኹን ትምህርትታትና ይኹን ብዛዕባ ምጽኣት ብዙሕ ዝምህር የለን ብቐጥታ ይኹን ብተዘዋዋሪ በቃ ምስቲ ረብሓን ምስቲ ገንዘባዊ መዳይን ዝተተሓሓዘ እዩ ስብከታትና ኩሉ ምስ ረብሓ ዝተተሓዘ እዩ ኩሉ ዝርወሞ እዚ ብፍላይ ካባይና ኣይትፈልጥዎ ትኾኑ ኢኹም እዚ ኣብ ውሽጢ ኢትዮጵያ ዘሎ ኩሉ ብቐጥታ ይኹን ብተዘዋዋሪ ምስ ረብሓ ዝተተሓዘ እዚ ኩላና ምስ ግዜ ፀብፃብ ንህበሉ እዩ ማለት እዩ ስለዚ ልጎይታ ይመፅእ ኢሉ ዝሓስብ እንተ ድሕር ኣሎ ኮይኑ ምድላዋትና ከምዚ ዘለናዮ ኣይኮናን እኮ ኣምላኽ ንማሕበሩ ክሪኣ ከሎ ከምኡ ኣይኮነን ከምቲ ዝበልኩም ኣብ ሮሜ ክንኣቱ ከለና እዩ ካብ ታሽዓይ ክሳብ ዓሰርተ ሓደ ምዕራፍ እቲ ንእስራኤላውያን ዝኣተዎ ተስፋ ፍጹሞ ከሎ ኢና ንሪኦ ካብ ዓሰርተ ክልተ ክሳብ ዓሰርተ ሽዱሽተ ምዕራፍ ዘሎ ድማ ኣብ ሓድነት ማሕበሩ እንትዩ ናብኡ ዝቐረበ ዝተኣከበት ገይሩ ከቑማ ከሎ ኢና ንሪኦ ማለት እዩ ነዛ እምባ እመስገን ጥቕሲ ሰላሳን ሸሞንተን ከም እንኮይና ቦቕሎ ዲና ከምቲ ብቕድሚ ማይ ኣይሂ ዝነበረ ክሳዕታ ኖህ ናብ መርከብ ዝኣተወላ መዓልቲ ይበልዑን ይሰትዩን የእትውን የተኣታትውን ነበሩ ክሳዕ እንታይ ይብለና ኣሎ ክሳዕ እታ ሚእቲ ዓመት ተወዲኡ ሲ ሚእቲ ዓመት ናይ ራእይኡ ጉዕዞ ናይ ራእይኡ ፍፃሜ ረኺቡ ናብ መርከብ ክሳዕ ዝኣትውስ ገና ገና ይበልዑን ይሰትዩን የእትዉን የታታትዉን ነበሩ። እዚ ከምቲ ንሕና ንገብሮ ዘለና እዩ፣ እቲ ማሕበራዊ ናብራ ኣይፍለን። ኣትዩ እኮ እዩ ኖህ ናብ መርከቡ ኣትዩ እቲ ንሱ ዝረኣየ ራእይ ስለ ዘይረኣይዎ ግን ይበልዑ ይሰትዩ የእትዉ የታታትዉ ነይሩ። ኣይገርመኩምን ብጣዕሚ ኢኻ ትግርም ክሳዕ ከምዚ ኢኻ ተደኣ ራእይ ንጉዕዞኻ ዝኸውን ናብ ወዲ ኣምላኽ ዘጥምት ተዘየለ ክሳዕ ከምዚ ኢኻ ትዓብሩ እንታይ ይግበር ኣሎ ከባቢ ኣይትፈልጥን እያ ምጽኣት ወዲ ኣምላኽ ካለ ከምኡ ይኸውን ከምቲ ሞትን ትንሣኤን ዕርገትን ናይ የሱስ ዝኾነ ምስ ተስአ ከዓ ክዓሪ ከሎ ናብ ሓደ ቦታ ናይ ደብረ ዘይት ውስድ ኣቢሉ ንሃዋርያት ክዓሪ ከሎ ንዓም ጥራይ ተራእዩ ኣብ ቅድሚኦም ከዓ ብደበና ተወሲዱ ልክዕ ናይ ማሕበሩ ከዓ ከምኡ ይኸውን በዚ ዲስትራክሽን እናተጋ እናኾነ ከሎ ኩሉ ዕንወት እናመፀ ከሎ በዚ ከዓ ማሕበሩ ክትውሰድ ከላ ይርደና ኣሎ ልክዕ ንፃት ወዲ ሰብ ከምኡ ይኸውን ኣብ ኣየራት ክንቅበሎ ከለና ነቶም ናቱ ጥራይ ዝመፁ ኣሎ እዚ ምንታ ምቑላብ ወይ ከዓ ምውሳድ ኢልና ንፈልጦ ቃል ኣምላኽ ዝነግረና እዩ ልክዕ ንምድሓን እትኸውን መርከብ ኖህ ምስ ኣዳለወ ድማ ልክዕ ክሳዕ እታ መርከብ ዝኣቱስ ገና ንሶም ይበልዑን ይሰትዩ የእትዉ ኔታታት እውን ነይሩ ኣይገርመኩምን መብዛሕትኦም ዋላ ሓደ ኢሜጅ እንድሕር ፈጢርኩም ኣብዚ ኣእምሮኹም ሲ ብጣዕሚ ኢኻ ትግረም ማይ ኣይኮ ይቕመጥ ንርባዓ መዓልቲ ዘየቋርፅ ምፅኣት ወዲ ሰብ ከምኡ ይኸውን ስለዚ ምድላዋትና ከመይ ንብሉ ስለዚ ሎሚ ናይ መጠንቀቕታ ደወል እዩ ማለት እዩ እዚ መልእኽቲ። ህያው ተስፋና ሒዙ መሓውሩ ዝውሰደሉ ግዜ ቀሪቡ እዩ። የሱስ ይመጽእ ኣሎ። ንሕና ግን ከመይ ኣለና? ኣምላኽ ይመስገን ሓፊትና ኣብ ዘለና ኢና ንጽሊ። ኣሜን።